ናይ ዩቱብ ቪድዮ ንምጅማር ደሊኹም ግን ኣየናይ ካሜራ ትጥቀሙ ከምዘለኩም ምስ ጠፈኣኩም እዚ ቪድዮ እዚ ንዓኹም እዩ። ኣብ ዘለኩም በጀት ብምምስራት ካብ ርካሽ እስካብ ክባር መን እዮም ንዓኹም ናይ ዩቱብ ካሜራ ከም ዝኾኑኹም ክነግረኩም እየ ማለት እዩ። ያው ካብ መጀመርያ ንጅምር ተለና ብዘይ ምንም ወጪ ብስልክ ቅድሚ ምንም ካሜራ ምዛና ብስልክ ንጥቀም ንኽእል ኢና ማለት እዩ። ያው ብዙሕ ናይ ኢትዮጵያ ዩቱበራት ተሪኽሞም ብስልኮም እዮም ዩቱብ ጀሚሮም ማለት እዩ ብስልክኹም ሓሪፍ ዝኾነ ቪድዮ ብምቕራፅ ኣብ ኢዲት ገይርኹም ብቐሊሉ ትፕስትዎ ትኽእሉ ኢኹም ከምዚ ዓይነት ቪድዮ ንምስራሕ ትኽእሉ ኢኹም ማለት እዩ መጀመርያ ቅድሚ ምንም ዓይነት ካሜራ ምገዛኹም ድሕር ንካሜራ ንግዚ እንደልና ዘይኮም ንካሜራ ብጅታ ዲኩም ከዓ ናይ መጀመ ክልተ ዓይነት ካሜራ ሪኮመንድ ይገብረኩም ናይ መጀመርያ ካኖን ኤም ፊፍቲ ማርክ ቱ ይበሃል እዚ ያው ፖፑላር እዩ ብፎርኬ ክቐርፀልና ይኽእል እዩ ማለት እዩ ብትለይ ከምዚ ከምዚ ከፊልኩም ከምዚ ናይ ቪድዮ ትሰርሑ ከፊልኩም ሓሪፍ ዓይነት ካሜራ እዩ እዚ ሪኮመንድ ዝገበረኩም እዩ ማለት እዩ ንፁር ገይሩ ዝቐርፀልና እዩ ዋግኡ ከዓ ኣብዚ ኸዚ እዋን ካብ ስሳ ሓሙሽተ እስካብ ሰዓት ሽሕ ይርከብ እዩ ኣብዚ ኸዚ እዋን ማለት ይሽወጥ ኣሎ እዩ እዚ ካልኣይ ከዓ ሶኒ ቪኢቴን ይበሃል ማለት እዩ እዚ ከዓ ንቭሎግና ንስቱድዮ ይኾነና እዩ ማለት እዩ ኣብዚ ካሜራ ኣብዚ ከዓ ዝደለኹሞ ዓይነት ሌንስ ክትጥቀሙ ትኽእሉ ኢኹም ንፁር ቪድዮ ይቐፀልና እዩ በዚ ምክንያት በከምዚ ምክንያት ከዓ ኣብ ስቱድዮና ኣብ ንብሎግ ትጥቀሙ ትኽእሉ ኢኹም ማለት እዩ ያው ዋግኡ ከዓ ካብ ሰማንያ እስካብ ሰማንያ ሓምሽተ ሽሕ ብር ይሽውጥሎ እዩ ማለት እዩ እዚኦም ሃምስተ ኢለኩም ክንዲዚ ዝኣክል በጀት ኣልኩም እዚኦም ንክትገዝዎም ሪኮመንድ ይገብረኩም ማለት እዩ ንብሎግ ትስርሑ ሰባት ከዓ ብድንቢ ዝፍለጥ ኩሉ ሰብ ዝፈልጦ ኣነ እውን ብግለይ ብባዕለይ ናይ ፋብራይት ዝኾነ ካሜራ ዝኾነ ካብ ናይ ዲጂኣይ ምህርቲ ዲጂኣይ ኦስሞ ፖኬት ስሪ ትገዝኡ ትኽእሉ ኢኹም ንቭሎገራት ማለት እዩ ከም ስለ ኣለኹም ንእሽተይ ካሜራ እዩ ግን ከም ፈሳይ ዘይኮነ እዩ ማለት እዩ ብጣዕሚ ብፈጠና ሃይ ኳሊቲ ካሜራ ዝቐርፀልና እዩ በተለይ ንቭሎግ ትስርሑ ሰባት ነዚ ናይ ካሜራ ሪኮመንድ ይገብረኩም ኣነ ብግለይ ማለት እዩ ዋግኡ ከኣ ካብ ተስዓ ስካብ ሚእቲ ዕስራ ሽሕ ትረክቦ ከም ኣረዳብያ ማለት እዩ። ኸዚ ዝነግረኩም ካሜራ ከኣ ኣብ ከባቢ ሚድ ሬንጅ ኣከባቢ ዝርከቡ እዮም ማለት እዩ። ኣብ ደገና ኣብ ስቱድዮ ትጥቀምሎም ትኽእሉ ኢኹም። እዚ ናይ ቀዳማይ ሉሚክስ GH ፋይፍ እዩ ማለት እዩ። እዚ ካልዓይ ከኣ ሶኒ ኤ ሱሳ ኣርባዕተ ዜሮ ዜሮ እዩ ማለት እዩ። ናይ ሉሚክስ GH ፋይፍ ዋግኡ እስካብ ሚእቲ ሽሕ ኣከባቢ ይበጽሕ እዩ። ናይ ሶኒ ከዓ ከዓ ካብ ሚእቲ ዓሰርተ ሓሙሽተ እስካብ ሚእቲ ዕስራ ሽሕ ይሽውጥ ኣለዎ እዮም ማለት እዩ ቀፃሊ ከዓ ብዛዕባ ፕሮ ካሜራ ንኣቲ ኣለና ማለት እዩ ያው ብዚ ብዝደለኹሞ ነገር ተቆርፁ ትኽእሉ ኢኹም ኣብ ደገ ኣብ ውሽጢ ስቱድዮ እና ብዚ ካሜራ ብዚ ከዓ ያው ፊልሚ እውን ምስራሕ ይከኣል እዩ ማለት እዩ ናይ መጀመርያ ሶኒ ኤ ሰቨን ስሪ ይበሃል ማለት እዩ ዋግዑ ከዓ ካብ ክልተ ሚእቲ ዕስራይ እስካ ሰለስተ ሚእቲ ሰላሳይ ሓሙሽተ ሽሕ ይሽወጥ ኣሎ ያው ዕዳጋ እዚ ካልኣይ ከዓ ካኖን ኣር ፋይፍ ማለት እዩ ካብ ሰለስተ ሚእቲ ስሳይ እስካ ኣርባዕተ ሚእቲ ትስዓይ ሽሕ ይሽወጥ እዩ ማለት እዩ እዚኦም ክልቲኦም ካሜራ ብሃይ ኳሊቲ ይቆርፁልና እዮም ቪድዮና ማለት እዩ ንፕሮዳክሽን ንጥቀመሎም ንክእል ኢና ንናይ ዩቱብ ቪድዮታት ንጥቀመሎም ንክእል ኢና ኸም ፊልሚ ንባዕሉ እውን ንሰርሕሎም ንኽእል ኢና ብዞም ካሜራ ብዚኦም ማለት እዩ ብተወሳኺ ከዓ ኸም ሶኒ ዚቪኢኤል ሶኒ ኤፍኤክስ ሰርቲ እና ሶኒ ኤፍኤክስ ስሪ ንጥቀም ንኽእል ኢና ብዚኦም ማለት ከዓ እዚኦም ብፖፑላር ዝኾኑ እና ብጣዕሚ ተፈለጥቲ ዝኾኑ ካሜራ እዮም ኣብዚ ኸዚ እዋን ብፉል ፍሬም ክቆርፁልና ዝኽእሉ እዮም ኣብ ንፕሮዳክሽን ንላይቭ ስትሪሚንግ ንዩቱብ ዝኾን ንዩቱብ ቪድዮ ንዝተፈላለዩ ነገራት ንጥቀመሎም ኢና እዞም ኣብዝኒው ካሜራ ማለት እዩ ብበጀትኹም መሰረት ካብዚኦም መሪፅኹም ዝደለኹም ዓይነት ካሜራ መሪፅኹም ትገዝኡ ትኽእሉ ኢኹም ማለት እዩ ኣነ እዚ ብባዕለይ ሪኮመንድ ዝገብረኩም በይነ ግን ትገዝዎ ነገር ይኾነ ግን ብባዕለይ ዝዚ ዝበለጸ ዘቕረኹልኩም ኢና ንሎማዓንቲ ከም ዝተህልኩም ኣኽለኒ እዩ ቐጻሊ ሕዘልኹ ቪድዮ ኻሊ ቪድዮ ሕዘልኩም ክመጽእ እያ ቪድዮ ስም እንተን ክበጽሐኩም ላይክ ሰብስክራይብ ሼር ምግባር ከይትርስዑ ይኹን ኣብ ቐጻሊ እስከ ንጋነ ሙቹ